እንታይ ከም ትደሊ ትፈልጥ ዶ እንታይ ከም ዘይትደሊ ኸ ትፈልጥ ዶ እቲ ትደሊ ከመይ ጌርካ ትገብሮ ኸ ትፈልጥ ዶ እዚ ሰለስተ ዝተፈላለያ ሕቶታት እየን ግን እታ ቀንድን ወሳኒት እንታይ ከም ትደሊ ምፍላጥ እያ ዝበዝሐ ሰብ ኣብ መንገዲ ሃንደበት ጠጠው ኣቢልካ እንታይ ከም ትደሊ ድሕሪ ሓቲትካዮ እቲ ዝነግረካ ኣዝዩ ውሱን እዩ፣ ኣዝዩ ውሑድ እዩ። እንታይ ከም ዘይትደሊ ንገረኒ እንተኢልካዮ ግን ዝኾነ ሰብ ክነግረካ ይኽእል እዩ። ኣነ ከምዚ ኣይፈቱን እየ፣ ኣነ ከምዚ ኣይደልን እየ፣ እዚ ንዓይ ደስ ኣይብለንን እዩ፣ እዚ ንዓይ ኣየሐጉሰንን እዩ፣ ከምዚ ዓይነት ባህሪ ምሳይ ኣይከይድን ኢሉ ብጣዕሚ ብዙሕ ነገር ክትንትነልካ ይኽእል እዩ። ግን እሱ ኣየገድስን እዩ። ምክንያቱ ኣብቲ ዘገድሰናን ዘድልየናን ነገር ኢና ትኩረት ክንገብር ዘለና። እንታይ ዝብል ኣበሃህላ ኣሎ መሲልኩም ብእንግሊሽ እቲ ትኩረት ትገብረሉ እሱ እዩ ዝዓቢ ዝብል ኣበሃህላ ኣሎ ስለዚ እቲ ንደልዮ ትኩረት ክንህቦ ኣለና ሰብ ናይ ምዃን ሚስጥር ቀሊል ኣይኮነን ብኣምሳል ፈጣሪ ዝተሰርሕና ሰባት ኢና ብዙሕ ዓቕሚ ኣብ ውሽጥና ኣሎ ብዙሕ ፖቴንሻል ኣብ ውሽጥና ኣሎ ብትኽክል እንድሕር ተጠቂምናሉ ተኣምር ክንሰርሕ ኣየጸግመናን እዩ እንታይ ከም ትደሊ ምፍላጥ ኣዝዩ ወሳኒ እዩ እንታይ ከም ትደሊ ምሕሳብ የድልዮ እዩ ኮፍ ኢልካ ግዜ ወሲድካ ምሕሳብ ምስ ነብስኻ ምዝርራብ ውሽጥኻ ዘሎ ምርዳእ ናይ ጽሞና ግዜ ምውሳድ የድልዮ እዩ። ዝበዝሐ ሰብ ከምዚ ኣይገብርን እዩ። እቲ ዝገርም ተስዓን ኣርባዕተን ፐርሰንት ናይ ህዝቢ ዓለምና ከይሓሰበ እዩ ዝነብር። እቶም ኣርባዕተ ፐርሰንት ከኣ ዝሓስቡ ዘለዉ እናመሰሎም እዮም ዝነብሩ። እቲ ሓደ ፐርሰንት ጥራይ እዩ ዝሓስብ። እዚ ኣዝዩ ዘገርም ነገር እዩ። ዝበዝሐ ሰብ እንታይ ከም ዝደሊ ክፈልጥ ደኣ እዩ ዘገድሶ እምበር ብኸመይ ከም ዝገብሮ ኣየገድሶን እዩ። ዝበዛሕና እቶም ኣብ ስደት ዘለና እዚ ሚስጥር ተጠቂምና ኢና ኣብዚ ዘለናዮ በጺሕና። ከመይ ጌርና ኣብቲ ዝደለናዮ ንበጽሕ ንፈልጥ ኣይነበርናን። እቲ ንፈልጦ ዝነበረ ዕላማ ጥራይ እዩ ነይርና። ኣበይ ከም ንበጽሕ ንፈልጥ ነይርና፣ ብኸመይ ንገብሮ ግን ንፈልጥ ኣይነበርናን። እቲ ዝዓበየ ሚስጥር ኣብ ህይወት ኩሉ ሰብ ገይርዎ እዩ። ግን ከመይ ገይሩ ገይርዎ ተንቲኑ ስለ ዘይፈልጦ ኮምፓሱ ጠፊእዎ፣ መኣዝኑ ጠፊእዎ፣ ዕላምኡ ስኢኑ፣ እንታይ ከም ዝገብር ጨኒቕዎ እውን ክኸውን ይኽእል። እታ ክትገብርዋ ተድልየኩም ሓንቲ ነገር ጥራይ እያ። ቁሩብ ንድሕሪት ምልስ ኢልኩም እቲ ዝሓለፍኩሞ ፕሮሰስ ምርኣይ፣ እቲ ዝሓለፍኩሞ ፕሮሰስ ምርዳእ። ሕጂ ውን ዕላማ ምውጻእ፣ እንታይ ከም ትደልዩ ምፍላጥ፣ እንታይ ከም ትደልዩ ምርዳእ፣ ምሕሳብ፣ ኮፍ ኢልካ ፒሮን ወረቐትን ሒዝካ ምሕሳብ ጥራይ እዩ ዘድልዮ። እዚ እንተ ጌርና እንታይ ከም ንደሊ ክንፈልጥ ብዙሕ ኣይከሸግረናን እዩ። ግዜ ክወስድ ይኽእል እዩ፣ ገለ ገለ ግዜ ውን ከጨንቐና ይኽእል እዩ፣ ገዲፍኩሞ ኪዱ ዝዓይነት ስምዒት ክስምዓና ይኽእል እዩ። ግን ግዜ ወሲድና ምስ ነብስና እንድሕር ተዛራሪብና፣ ዕላማና እንድሕር ፈሊጥና ከመይ ጌርና ንገብሮ ኣየገድሰናን። እቲ ምኽንያት ከኣ ንሕና ሰባት ኢና። ሰብ ናይ ምዃን ሚስጥር ቀሊል ኣይኮነን። ብኣምሳል ፈጣሪ ዝተሰርሕና ሰባት ኢና።